ሰላም ሰላም ክቡራትን ፈተዋትን ናቻናለይ ቤተሰብ ሃመይ ኒኹም ደቂ ዓበይትዋይ ዳሕና ዲኹም ኣነ ሰላም እያ ንስኻትኩም ድማ ሰላም ክትኾኑ እናተመንኹ ሎማዓንቲ ከምቲ ትሪእዎ ኣለኹም ቆንጆ ቦታ እየ ሒዘልኩም መፅእ ኣለኹ እዚ ቦታ እዚ ኣበይ ይመስለኩም ኣብ ከተማ ዓዲ ጉዶም ኮይኑ እንደገና ድማ ቀጠና ሓደ ዝበሃል እየ ሒዘልኩም መፅእ ኣለኹ ብዝሓት ኣሕዋተይ ኣብ ቐጠና ሓደ ከተማ ዓዲ ጉዶም እዚ ከባቢኡ ከመይ ምዃኑ ኣርእና ብደንቢ ገይረ ከዝበልኹምኒ ይኸው ሒዘልኩም ደበ ኺለ ኣለኹ ስለዚ ክልተ ሚእቲ ካሪ ኣሎ ዝተሰረተ ድዩ ገዛ ድዩ እንደገና ድማ ነፃ ቦታ ድዩ እስካብ መጨረሻ እዚ ቪድዮ ረእይዎ ክንደይ ምዃኑ እውን ሓበሬታ ሒዘልኩም መፅእ ኣለኹ ማለት እዩ ብልበለፀላ ቁፅሪ ስልኪ ክሓድገልኹም እዩ ኣብ ታሕቲ ደዊልኹም ክተዳጉጉ ትኽእሉ ኢኹም ብቻ ግን እዛ ቦታ ከይተምልጠልኹም ቅድሚ ኩሉ ግን ንብለኩም ልዛ ቻነል እዚኣ ሓደስቲ ዝኾንኩም እንታይ ኮይንኩም ላይክ ለይትገብሩ እንድሕር ላይክ ገይርኩም ኮይንኩም ኩሉ ግዜ ኣብ ትግራይ ዘሎ ሓበሬታ ከምፀልኩም ክኽእል እየ ስለዚ ኣሕዋተይ ቤተሰብ ዘይኮንኩም ሳብስክራይብ እናገርኩም ቤተሰብ ዝኾንኩም ድማ ላይክ ሸር እናገርኩም ኣተባብዑኒ ምትብባዕኩም ኣይፈለይ እናበልኩ ስለዚ ንኽላ ጉዳይና ከምዚ እትርእይዎ ኣለኹም እዚ ቦታ ኣብ ከተማ ዓዲ ጉዶም ኮይኑ ቀጠን ሓደ እየ ዝበልኩኩም እዛ ቦታ እንታይ ትመስል ከምቲ ትርእይዋ ኣለኹም ረዩ በዓል ገዛ ብደንቢ ገይሩ እዩ ኣርእየና ዘሎ ማለት እዩ። እዛ ቦታ እዚኣ እያ ክልተ ሚእቲ ካሬ እዚ ከባቢኡ እውን ርኢኹምዎ ኢኹም ብደንቢ ገይርኹም ከምኡ እዩ ሃምና ኣሰራርሓ ሃምናይ ሚእቲ ኣርባዓይ ኣሰራርሓ እዩ ተሰሪሑ እኒኦ ምክንያቱ እቲ ኣሰራርሓ ከባቢኡ ርኢኹምዎ ኢኹም ኩሉ ሚእቲ ካሬ ክልተ ሚእቲ ካሬ ክልተ ሚእቲ ካሬ እዩ ምክንያቱ ክልተ ሚእቲ ካሬ ክልተ ሚእቲ ካሬ ለያ እንደገና ክልተ ሚእቲ ካሬ ገዛ ክንደይ ሃምለ ስርሒ እውን ትፈልጡ ኢኹም እስካብ ሽዱሽተ ሰራቪዝ እዩ ለስርሕ ክልተ ሚእቲ ካረ ማለት እዩ ጊን ኻዓ ኣሳራርሑ ከምቲ ትርእይዎ ኣለኹም ነፀላ መንድቅ ነፀላ መንድቅ እዩም ኩሎም ኣስሪሖም እኒኦ ብጣዕሚ እዩ ደስ ዝብል ምክንያቱ እንድሕር ካርታ ለለዎ ኮይኑ ንዓል ፕላን ገዛ ልሓዘ ተኮይኑ ሙሉእ ሕጋዊ ተኮይኑ በቃ ኣሰራር ሓለ ብመንግስቲ ደዛይን ኢካ ትበሃሉ ከምቲ ትርእይዎ ኣለኹም ከዚ ብናዕሎም ብናዕሎም ብናዕሎም ብናዕሎም ኣሰራርሓ ብናይ መንግስቲ ልወሎም እዮ ስሪሖ እኒኦ ረእይዎ ቅድሚኡ ትረእይዎ ብጣዕሚ እዩ ደስ ዝብል ቦታ ረእይዎ እዚ ከዚ ናይ ስራሕ ቦታ ትገብርዎ ትኽእሉ መንወርያ ትገብርዎ ትኽእሉ ምክንያቱ ቱ ደስ ልብለካ ከዓ ናይ ኣፍሪካ ፊኖ ኣሎ ኣብ ጥቕኡ ማለት እዩ ዝኾነ ነገር ልስራሕ ማለት እዩ እና ኣርእዎ ብጣዕሚ እዩ ደስ ዝብል ከዚ እዛ ቦታ ልትሽወጥ ቅድሚ ከዚ ደሪእኹም ዋኔ ርኹምኩም ከዚ ግን ቀጠቡ ኢሉ በዓል ገዛ ክወስደና እዩ ብደንቢ ገይርኹም ርእይዋ ማለት እዩ ርእይዋ እዛ ገዛ ርእይዋ ቃሪብና እኒኤና ከምቱ ብክልተ ገፁ ኣሰራርሓ እኒኦ ገዛ ከዓ ሓማእ ገርኹም ተስርሑ እዛ ክልተ ሚእቲ ካር ማለት እዩ ርእይዋ እዛ ገዛ እዚኣ ምድሪ ህይወቱ ኣርማትራ መሊኦም ወዮም እንደገና ድማ ርእዎ ክፍቲ ምሽ ብሊኮት ይረአ ኣሎ እዚ ለይኮነ ስዝ ብሊኮት ልረአ ኣሎ ደሓን ላብኡ ክወስደና እዩ ርእዎ እዚ ማለት እዩ ካፋፊሎምዎ እዮም እኒኦም ምክንያቱ ናዕሉ ናዕሊ ገዛ ካፋፊሎምዎ ፍርቂ ብሊኮት በፂሖም እዮም ከዚ ክሸጡ ተዋሂሉ እኒኦም እዚ ምንም ጥርጣረ ዝበሃል የለይ ማይ መብራህቲ ኣለዎ ሕጋዊ ዝኾነ ናዕሉ ካርታ ፕላን እንዳሓዘ እዩ ኣሕዋተይ ኣብ ቢሮ ከይድኹም ጥራሕ ምምዝጋብ እዩ ዋግኡ ድማ ክንደይ ምዃኑ ክነግረኩም እዩ ማለት እዩ ረእዎም ተኻፋፊሉ ረእዎት ምድር ህይወቱ ብደንብ ገይሮም እዮም ኣርማትራ መሊኦም ወንኡ እንግዲህ መቸም ይረአ ኣሎ እዩ ይቅርዶ ጠቢቕካስ ብዓይኒ ማዕሉ እውን ብደንብ ጌርካ ኣመላል ሓመይ ምኳንስ ይረአ ኣሎ ረእዎ እዚ ተኻፋፊሉ እዩ ክልተ ገዛ እዩ ዘለዎ ግን ከዓ ክልተ ገዛ ኮይኑ ብቻ ካብ ፍርቂ ፍርቂ እዮም ገይሮም ወንኡ እቲ ብሊኮት እምበይ ቆርቆሮ ዝተወቕዐ የለ ምን የለ ምን የለ ስለዚ እዚ ሰረት ክበሃል ይከኣል እዩ ምክንያቱ እቲ ብሊኮት ለውንስ ኣየለኣሙ ወይ ስለዚ እንታይ እየ ክብለኩም ደልየ እቲ ኣሰራርሓ እዚ ሃምዘን ገዛ ብቅድሚት እኒዋ ብድሕሪት እኒዋ ኢኹም ተስርሕዎ እትኽእሉ ምክንያቱ ንዓሉ ደዛይን ንዓሉ ደዛይን ስለ ዝወፆ ልምባል ደልየ እየ ዋጋ ከ ክንደይ ይበሃሎ እንተልኩምኒ ንዓሉ ካርታ ልሓዘ እዩ ሕጋዊ እዩ ኩሉ ነገር ዕዳ ወዲ ዕንዳ የውል ኢለኩም እየ ብልበለፀ ሓበሬታ ግን ቁፅር ስልኪ ክሓድገልኩም እዩ ኣብ ታሕቲ ልትገዝኦ ኣሕዋት እንድሕር ሃሊኹም ደውልኩም ክተዳግጉ ትኽእሉ ኢኹም ማለት እዩ ዋጋ ሓበሬታ ግን ክርክር ኣለዎ እዩ ኢልኒዮ በዓል ገዛ ማለት እዩ ስለዚ ሓደ ነጥቢ ሸውዓተ እዩ ልብልዎ ኣሎ ማለት እዩ ማይ መብራት የለዎ እዩ እንደገና ድማ ሪኢኹምዎ ኢኹም ሽንት ቤት ምፍሓር የውሊ ግን ብቻ ናይ መደቀስና ናይ ሳላ ኣርማትራ ሞሊእዎ እዩ እኒኦ ካብኡ ለ ካብ ፍርቂ ቡሊኮት ኣውፂሖምዎ እዮም እኒኦ ማለት እዩ ስለዚ ሓደ ነጥቢ ሸውዓተ ክርክር ኣለዎ እዩ ኢልኹምኒ ናይ ሎማዓንቲ ኣብ ቐጠና ሓደ ኣውዚ ወዲእና ኣለና ብዝሓት ኣሕዋተይ ኣብ ኣጉላ ዓምፅልና ኣብ ደብሪ ኣምፅልና ደብሪ ኩሉ ግዜ እየ ኣለቆ ግን ችግር የውሉይ ኣብዚ ሐዚ ክንደይ ሃም ልሽወጥሎ ኣብዚ ልሓለፈ ክንደይ ሃም ዘሎ ልነበረ ሓበሬታ እናተቃየረ ስለልኸድ ኩሉ ትግራይ ከምፀልኩም ክእል እየ ንስኻትም ላይክ እናጎርኩም እቶ ኣሕዋተይ ማዕረይ ምክንያቱ እዚ ቪድዮ ላብ ብዙሓት ምእስቲ ክኸደለይ ማለት እዩ ከምቲ ትርእዩኒ ኣለኹም ጀማሪት እየ ሓዳሽ እየ ብዙሕ ነገር ኣለኒ ዘድልየኒ ማለት እዩ ስለዚ እንታይ እየ ክብል ደልየ ሓንቲ ሓፍተይ ኢለ ጸሓፍክለይ ማለት እዩ እቲ ቦታ ሲ ኣብ ካርታ ዘለዎ ድዩ ረኺሱስ ዋላስ ኣብቲ ነባር ትሕዝቶ ጥራሕ ዋላስ ለይተቆፀረ ካርታ ዘይብሉ ልበልክናኒ ኣብ ካርታ ዘለዎ ከምቲ ትርእይዎ ኣለኹም ሓደ ነጥቢ ሸውዓተ ሓደ ነጥቢ ሓሙሽተ እንደገና ድማ ሓደ ነጥቢ ሽዱሽተ እዩ ዘሎ ምክንያቱ እቲ ካርታ ዘለዎ ማለት ሲ የቀነሰ ማለት ትኽእል ኢኻ ምቅናስ ቀኒሱ እንዲ ግን ከዓሲ ከምዚ ተስፋ ደቁርፅስ ኣይኮነ ብዙሓት ሕወተይ ካርታ ለለዎ ክንሸጠ ድልናሲ ግን ከዓስ ረኺሱ ታይ ንገብሮ እዚኤንስ ልምታይ ይኣኽላና ትብላ ብዙሓት ኣለኽን ማለት እዩ ስለዚ ኣብ ካርታ ዘለዎ ዳሕና ከውፀልኽን እዩ ኣይትጨናነቓ ኣብቲ ሞይቱ ዘሎ ኣብዚ ገጠራት በቃ ምንም እንትን ካርታ ዘይብሉ ፕላን ገዛ ንዓለ ሓዘሶ ኢሉ በቃ መትከል ሓምዚ ነባር ሕዝቶ የለ ድዩ ገጠራ ገጠር ልገዝእ ግን ከዓት መትከል ምናምን ተገዘ ካብ ኣርባዕተ ሚእቲ ካብ ሓሙሽተ ሚእቲ ኣየውፀልኻይ እቱ ንዓሉ ፕላን ካርታ ለሓዘ ግን ኣሕዋተይ ከውፀልኽን እዩ እንድሕር ክትቕይርኦ ደሊኽን ኮይንኽን ክትሸጣ ትኽእላ ኢኽን ኣብዚ ሕዚ ከዚ ኣብዚ ሰሙን እዚ ቦታ ከዚ ናበለ እዩ ዝኸድሎ ምክንያቱስ ሚእቲ ሓምሳ ሽሕ ምናምን ናወሰኸ እዩ ዝኸድሎ ናቀነሰስ ኣይኸድሎ ቅድሚ ከዚ ናቀነሰ ናቀነሰ ናኸዱ ነይሩ ሕዚ ግን እንትን እዮም ኢሎም ጎኒ ውረ ይዎ እዚ ከዚ ሓደ ነጥቢ ሸውዓተ በሃሎ ሕልፍ ኢልካ ግን ኣብዚ ዝሓለፈ ወርሕታት ግን እስካብ ሓደ ነጥቢ ሓሙሽተ እዮም እናሸጥሉ ነይሮም ልምባል ድልየ እየ ልወዓሊ ገዛ ስሩሕ ገዛ ሓደ ሳላ ምስ መደቀሱ እስካብ ሓደ ነጥቢ ሸሞንተ እዮም ናወርዎ ነበሩ ኣሕዋተይ ቆርቆሮ ወቂዖም ልስን ለሲኖም ሽንትዮት ፍሒሮም ኳስ እስካብ ሓደ ነጥቢ ሸሞንተ ናወርዎ ነይሮም ሕዚ ግን ኣብዛ ወርሒ ኣብዛ ክልተ ሰሙን እዚኣ ወሲኹ እዩ ዝመስል ተለይ ወሰኸ ኣሕዋተይ በተለይ ኣብ ስደት ዘለኽን ካብ ቅርሺ ክተቅምጣ ኣብ ባንኪ ኩሉ ግዜ ንብለክን ካብ ባንኪ ቅርሺ ተቅምጣ ልምንታይ ኢካ ሰለስተ ሚእቲ ተሃሊክን ሰለስተ ሚእቲ ይኩን ኣብ ገጠር ይኩን ኣብ መትከል ብቻ ይኩን እምበይ ኣብቲ ነባር ሕቶ ስለ ለይሽወጥ ኣብ መትከል ብቻ ይኩን እምበይ ዘን ቅርሽክን ኣብ ባንኪ ኣብዚ እንትን ኣብ ቦታ ኣውዕለን ማለት እዩ ምክንያቱስ ኣብ ባንኪ ሲ ትርጉም የውልይ ልጸገመ ሰብ ድዩ ልጠመየ ሰብ ድዩ ሓደ ነገር ጎዲልኪ ሓደ ነገር ገዝኢ ክትበሃል ትክእል ስለኮንካ እቲ ቅርሺ ኣብ ባንኪ ኣይተቅምጣ እንታይ ደኣ ዋላ ኣብ ገጠርክን ቦታክን ግዝኣ ማለት እዩ ኣሕዋተይ መዓረይ ናስኳል ምክሪ እዚኣ ትመስል ስለዚ ኣብ ልደልኩምዎ ቦታ ከምፀልኩም ክክእል እየ ንስካቱም ግን ላይክ ናጎርኩም እተው ኣታዋውዕኒ ኣሕዋተይ መዓረይ ድሕር ናይ ቦታ ናይ መሳርሒ ገዛ እንደገና ድሞ ገዛ ልክልተ ክላስ ድዩ ልሰለስተ ክላስ ድዩ ልርባዕተ ክላስ ድዩ መሳርሒ ዝበለክን ከደሓሕዘክን ክእል እየ ምስ በዓል ኩንትራት ማለት እዩ ናይ ሎማዓንቲ ብዴና እዚኣ ትመስል ነይራ ብካሊእ ብድዮ እስካዕ ካልእ መፅእ ሰናይ ደቂ ዓበይቲ ዋየ ባይ ባይ